ሰላም ሰላም ክቡራት ተዓዘብቲ እዚ ኣሴ ኢንተርተይንመንት እዩ ኮኾብ ወልደማርያም እበሃል። ምስ ዋና ኣሰይ ኢንተርተይንመንት ብምትሕብባር ካብ ሎሚ ጀሚረ ኣብ ጥዕናውን ማሕበረ ስነኣእምሮኣውን ጉዳያት ዘተኮሩ ሃነጽትን ሓበሬታ ዝህቡን ጽሑፋት ከቕርብ ክጅምር እየ። እዚ ጽሑፍ እዚ ዘቕርቦ ዝተፈላለየ መወከሲ ሓበሬታታት ተጠቒመ ከምኡ ውን ብሞያ ውን መምህር ስለዝኾንኩ ኣብ ኤርትራ ከለኹ ውን ኣብ ማሕበር መንእሰያትን ተማሃሮን ኤርትራ ኣብ ክፍሊ ጥዕና መንእሰያት ከም ኣማኻሪ ወይ ካውንስለር ንክልተ ዓመት ፈረቓን ተሞክሮ ስለዝነበረኒ ከምኡ ውን ካባኹም ብንረኽቦ ዝተፈላለዩ ርእይቶታትን ሕቶታትን ተመርኲስና ማለት እዩ። ኣጀብ መልስኺ ኣስቲንሎ ተባዕ። ስለዚ ንሎምዓልቲ ንምጅማር መሪጸዮ ዘለኹ ኣርእስቲ ኣገዳስነት ትብዓት ኣብ ፍቕሪ ዝብል ክኸውን እዩ። ምክትታልኩም ከኣ ብኽብሪ ይዕድም። ኣገዳስነት ፍቕሪ ኣብ ሂወትና ዘካታዕ ኣይኮነን ምክንያቱ ሂወት ብዘይ ፍቅሪ መቀረት የብሉን ስለዚ ኢና ክኣ ኩልና ጥዑም ፍቅራዊ ሂወት ንክህልወና እንምነ ማለት እዩ ግን ልክዕ ከምቲ ኣብ ኩናት ጅግንነት ዘድሊ ኣብ ፍቅሪ ክኣ ትብዓት ክህልወካ መሰረታዊ ሮቃሒ እዩ ብቀዳምነት ግን ኣምር ፍቅሪ ምፍላጥ ከድልየና እዩ ፍቅሪ ዝተፈላለየ ጽሑፋት ተወኪሰ ከም ዝተረዳእክዎ ሓደ ረቂቅ ንሰባት ኣብ ሓደ መስመር መጺኦም ንክሓስቡ ዝገብር ሓደ ሱር ናይ ስኒት እዩ ፍቅሪ ሙቆት ትፈጥር ፍቅሪ ዕግበት ይህብ ፍቅሪ ለውሃት ይኩስኩስ ከምኡውን ፍቅሪ ንምሕረት የቀድም ስለዚ ፍቕሪ ማለት እቲ መሰረታዊ መልክዕ ወይ ከኣ ስምዒት ናይ ህይወት ኢልና ክንገልጾ ንኽእል። ስለዚ ዓይነታት ፍቕሪ ክንርኢ ኢና ማለት እዩ። ዓይነታት ፍቕሪ ዝተፈላለዩ እዮም። ምናልባት ስድራቤታዊ ሕውነታዊ ፍቕሪ ወይ ከኣ እቲ ፍራተርናል ላቭ ክንብሎ ንኽእል። ከምኡውን ኣምላኻዊ ፍቕሪ እቲ ሓቀኛ ፍጹም ፍቕሪ ወይ ከኣ ኣጋፐ ንብሎ ማለት እዩ። እቲ ካልእ እቲ ጾታዊ ፍቕሪ ኣብ መንጎ ወድን ጓልን ማለት እዩ። እዞም ዓይነታት ፍቕሪ እዚኦም ኣድማሳውያን እዮም ወይ ከኣ ዩኒቨርሳል እዮም ክንብል ንኽእል። ኣብ ዝኾነ ቦታ ኣብ ዝኾነ ባህልን ሃገርን ምስ ዝኾነ ዓይነት ሕብረተሰብ ንረኽቦም ማለት እዩ። እቲ ኣገዳሲ ነጥቢ ሓደ ሰብ ኣብ ፍቕሪ ንኽህሉ ዝድርኽዎ ረቋሒታት እንታይ ምዃኖም ምዝራብ ዘድልየና ኮይኑ ስማዓኒ ረቋሒታት ፍቅሪ ቡዙሓት እዮም ምናልባት ዕድመ ካብኦም ሓደ እዩ ኣብ ገለ ደረጃ ዕድሜካ ኣብ ፍቅሪ ትኣትው ከም መንእሰይ ካብ ዓሰርተ ሓሙሽተ ዓሰርተ ሽዱሽተ ኣብቲ ናይ ምዕኳክ ወይ ከኣ ናይ ግርዝውና ዕድመ ማለት እዩ ፍቅሪ ክጅምር ይክእል እዩ ከምኡ ውን እዚ ብጾታዊ መልክዕ ናይ ፍቅሪ ክንሪኦ ከለና እዩ። ኣብ ስድራቤታዊ ፍቅሪ ከኣ ወዲ ንዲኡ ብዝዛየደ መንገዲ ከፍቅራ ይኽእል፣ ጓል ውን ነቦኣ ማለት እዩ። ኣሕዋት ውን ነንሕድሕዶም ክፋቀሩ ይኽእሉ። እቲ ካልእ ሮቋሒ ናይ ፍቅሪ ከኣ ዘለካ ሆቢስ ወይ ከኣ ድሌታት ወይ ከኣ ናይ ስራሕ ዝምድናታት ውን ንፍቅሪ ክዕድም ይኽእል እዩ። ከምኡ ውን ዘለካ ርክባት፣ ምስ መማህርትኻ፣ መሳርሕትኻ ክኾኑ ይኽእሉ ወይ ኣብ ከባቢኻ ዝነብሩ ሰባት፣ እዚ እውን ንፍቕሪ ክኹስኩስ ዝኽእል ሓደ ረቋሒ ኢልና ክንጠቅስ ንኽእል ማለት እዩ። ሕጂ ረቋሒታት ፍቕሪ ኣዝዮም ብዙሓት እዮም። ምናልባት ክጸልውዎም ዝኽእሉ ካልእ ረቋሒታት ኣለዉ፣ ግዜ፣ እትነብረሉ ቦታ፣ ምፍልላይ ወይ ከኣ ምቅርራብ ክኸውን ይኽእል። ካልእ ምናልባት ፍቕሪ ኣብ ደረጃ ሓዳር እንተድኣ ክበጽሕ ኮይኑ እውን ቁጠባዊ ትሕዝቶ፣ ናይ ምብህሃል ዓቕሚ፣ ከምኡ ውን ኣብቲ ሕብረተሰብ ዘለካ ቦታ ወይ ከዓ ስታተስ እዚኦም ኩሎም ነቲ ፆታዊ ፍቕሪ ወይ ንሓዳር ዝመርሕ ፍቕሪ ክፀልዎ ይኽእሉ ማለት እዩ። ኩሉ ግዜ ግን ኣብ ፍቕሪ ብድሆታት ኣለዉና። ኣብ ፍቕራዊ ምናልባት ፆታዊ ፍቕሪ ከም ሓደ ዓቢ ኣርእስቲ እንተ ሕጂ ወሲድናዮ ኣብ ፆታዊ ፍቕሪ ኩሉ ግዜ እንፅበዮ ነገር ተልዩ ኣብ መወዳእታ ናይ ሓዳር ህይወት ክህልዎም እዩ። እቶም ክልቲኦም ዝፋቐሩ ነዚ መታን ክበጽሕዎ ከኣ ዝተፈላለዩ ብድሆታት ይሰግሩ እዮም። ብድሆታት ካብ ሰባት ክነቕሉ ይኽእሉ፣ ካብ ሕብረተሰብ ክነቕሉ ይኽእሉ፣ ካብ ኩነታት ክነቕሉ ይኽእሉ። እዚኦም ብድሆታት እዚኦም ንኣብነት ምፍልላይ ከስዕቡ ይኽእሉ፣ ናይ ሓሳባት ዘይምርድዳእ ከስዕቡ ይኽእሉ፣ ከምዚ ብዙሓት ኣብ ሕብረተሰብና ዝረኣ ማለት እዩ። ናይ ቦታ ምፍልላይ ብሰንኪ ስደት ክኸውን ይኽእል፣ ብሰንኪ እቲ ኣብ ሃገርና ዘሎ ማሕበረ ፖለቲካዊ ጉዳያት ክኸውን ይኽእል። ስለዚ እዞም ኩሎም ብድሆታት መታን ክሰዓሩ ኣብ ዘለና ዕድመ ሃሊና ብዘየገድስ እቲ ዘጋጥመና ፀገማት ብዘየገድስ ትብዓት ክህልወና ኣለዎ። ምክንያቱ ከምቲ ኣቐዲመ ዝበልክዎ ልክዕ ከምቲ ኣብ ኩናት ጅግንነት ዘድሊ ኣብ ፍቕሪ ከኣ ትብዓት የድሊ ምክንያቱ ፍቕሪ እንተ ሃልይካ ኢኻ ኣብ ክንዲ ብጻይካ ሂወትካ ተሕልፍ ፍቕሪ እንተ ሃልይካ ኢኻ ኣብ ክንዲ ክትቅበል ክትህብ ትመርጽ ፍቕሪ እንተ ሃልይካ ኢኻ ኣብ ቅንዲ ቂምታን በቐልን ምሕረት ትለምድ ስለዚ ኩሉ ግዜ መንእሰያት ብፍላይ ከምኡውን ኣብ ሓዳር ዘለና ማለት እዩ ኣገዳስነት ናይ ትብዓት ኣብ ፍቕሪ ኩሉ ግዜ ኣዕዚዝና ክንሪኦ በዚ ኣጋጣሚ እዚ ይላበወኩም ማለት እዩ። ምኽንያቱ ኩሉ ግዜ ኣብ ፍቕሪ ዘሎ ሰብ እንተ ትብዓት ሃልይዎ ንጸገማቱ ኣብ ግዚኡ ንክፈትሕ ሽግር የብሉን። ብግሉጽነት ኢሂን ምሂን ንክበሃል ዝኾነ ዘሸግሮ የለን። ካልኣይ ከኣ እንተን ግንን እውን ከወግድ ይኽእል እዩ። ኩሉ ግዜ ኣብ ፍቕሪ እቶም ክልተ ነገራት ንጌጋ ዝመርሑና ኢፍ ኤንድ ባት፣ እንተን ግንን ዝበሃሉ ኣብ ፍቕሪ የለዉን። እዚኦም መታን ክሰዓሩ ከኣ ኩሉ ግዜ ናይ ምብህሃል ዓቕሚ ክህልወና ኣለዎ። ናይ ምብህሃል ዓቕሚ እንተ ደኣ ክህልወና ኮይኑ ከኣ ብኻልእ ኣበሃህላ ትብዓት ክህልወና ኣለዎ ማለት እዩ። ስለዚ ፍቕሪ ዝጽላእ ኣይኮነን፣ ደረት፣ ዕድመን ጾታን እውን ኣይፈልን እዩ። ስለዚ በቲ ቅኑዕ ዝኾነ መንገዲ መታን ንሃናጺ ህይወት ንሃናጺ ዕላማ ክንጥቀመሉ፣ ኣብ ፍቕሪ ክንኣቱ ከለና ወይ ፍቕራዊ ዝምድናታት ካብ ምሕዝነት ጀሚርካ ክሳብ ዕርክነት ከምኡውን ሓዳር ክንምስርት እንደሊ ሰባት ከተባብዓኩም ዝደሊ መሰረታዊት ነጥቢ ትብዓት ክህልወና እዩ። ስለዚ እዚ ከም መበገሲ ኢለ ንሎሚ ዘዳለኹልኩም ኣርእስቲ እዩ። ዘዳለወልኩም ጽሑፋት ከምቲ ዝደልዎ ኣዕጋቢ፣ መሃሪ ከምኡ'ውን ጠቓሚ መታን ክኸውን፣ ሃናጺ ሓሳባትኩም፣ ነቕፌታታትኩም ከምኡ'ውን ርእይቶታትኩም ኣብ ኮመንት ቦክስ ክትገድፉለይ በዚ ኣጋጣሚ'ዚ ይሓተኩም። ንሎሚ ክሳብ ዝመጽእ እንራኸብ፣ ኣብ ዝመጽእ መደበይ ክሳብ ብከምዚ ዓይነት ትሕዝቶታት ዳግማይ ዝምለሰኩም ከኣ ኣኣብ ዘለናዮ ሰላምን ጥዕናን እምነየልኩም።